በስመኣብ ወወልድ ወመንፈስ ቅዱስ ኣህዳ ኣምላክ ሰላም ናይ እግዚኣብሔር ኣምላክ ምስ ኩላኹም ይኹን ኣብ ርሑቁን ኣብ ቀረባን ኣብ ውሽጥን ኣብ ደገን እትርከቡ ኩላኹም ህዝበ ክርስትያን ምእመናን ከመይ ጸኒኹም ከመይ ኣለኹም ከመይ ቀኒኹም ኣሜን ሽም እግዚኣብሔር ኣምላኽና ነዚ መዓልቲ እዚ ባሪኹን ቀዲሱ ዝሃበና ክብሪ ምስጋና ንዕ ኩኖ እሽ እምበኣር ከም ፍቓድ እግዚኣብሔር ኣምላኽ ደብርና ደብረ ብርሃን ቅድስት ስላሴ ሳኖዘ ካሊፎርኒያ ንዓና ንኹልና ምእመናን ብፍላይ ድማ ተጠቀምቲ ናይ ማስ ሜድያ ዝኾንና በቲ ኣወንታዊ መዳያቱ ተጠቀምቲ ንክንኸውን ብኡመንፅር ድማ መንፈሳዊ ህይወትና ንምዕባይ ካብ ዝብል ሓሳብ ብምብጋስ ደብርና ደብረ ብርሃን ቅድስት ስላሴ ንልዕሊ ሽዱሽተ ወርሒ ዝኣክል ንተምሃሮኣ ከምኡ ድማ ንደቃ ብቪዲዮ ሹቲንግ ከምኡ ድማ ኤዲቲንግ ከተምህር ድሕሪ ምፅናሕ ካብ ሃገረ ስብከት ሰሜን ኣሜሪካን ካናዳን ፍቓድ ብምሕታት ንኣና ንደቃ ንናኣሹ ንዓበይቲ ንመንእሰያት ብሓፈሻ ድማ ኣብ ኩሉ ደረጃ ዕድመ ዘለና ኩልና ምእመናን ዝተፈላለየ መንፈሳዊ መደባትን ከምኡ ድማ ዝተፈላለየ ፕሮግራማትን ሒዛትና ቀሪባ ኣላ። መደባታ ድማ። ኣብ ነብሲ ወከፍ ዕለተ ሰንበት ዝግበር ቅዳሴ ይኹን ክብረ በዓላት ብቀጥታ ብምፍናው ነቶም ብሰንኪ ስራሕ ይኹን ብዝተፈላለየ መዳያት ክንሳተፍ ዘይንኽእል ሰባት በዚ መንገዲ ናይቲ ዕለት እቲ በረኸት ተሳተፍቲ ንኽንከውን በቦታት ካህናት ዝተፈላለየ ትምህርታዊ ማዕዳ ብምድላው በዚ መንገዲ ድማ መንፈሳውነትና ዝዓብየሉ ስጋና ትረብሓሉ መደብ ብምቕራብ ከምኡውን ብህጻናት ንህጻናት ዝዳሎ ትምህርቲ መዝሙር ሓፈሻዊ ፍልጠት ድራማ ላዛ ህጻናት ካልእን ዝኣመሰሉ መንፈሳዊ መደባት ብምድላው ስድራቤታት ንደቆም ብመንፈሳዊ መንገዲ ተኾስኪሶም ክዓብዩን ቅኑዕ መንገዲ ክኽተሉን ንምግባር። ኣብ መወዳእታ ድማ ዝተፈላለየ ስነ ጽሑፍን ከምኡ ድማ ታሪክ ቅዱሳን ኣቦታት ብመልክዕ ትረኻ ብምቕራብ ናይዚ መንፈሳዊ ቻነል ከምኡ ድማ ናይዛ መንፈሳዊት ፕሮግራም ተሳተፍቲ ክንከውን ደብርና ደብረ ብርሃን ቅድስት ስላሴ ንኹልና ብኽብሪ ትዕድም።